ሰላም ከመይ ትጸንሑ ክቡራት ተኸታተልቲ ነዚ ሰዓት ዝሓረናዮም ሓጸርትን እዋናውን ዘልናዮም ዜናታት ሒዝናልኩም መጺና ኣለና ንኽትከታተሉና ድማ ንዕድም ብርክት ዝበሉ ሓበሬታታት ናብ ዩቱብ ምስ ዝጸዓኑ ኣቐዲሙ ወይ ድማ ናቲፍከሽን ንክበጽሖኩም ዜናታት ናብ በብእዋኑ ንክትከታተሉን ነዛ ዩቱብ ቻናል ሳብስክራይብ ብምግባር ናይ ደወል ምልክት ምጥዋቕ ኣይትረስዑ ፈለማ ቀንዲ ነጥብታቶም ሎሚ ፋኖ ንርእሰ ከተማ ኣምሓራ ባህርዳር ከምዝተቖጻጸረ ዝምልከት ዝወጸ ሓበሬታን ብተወሳኺ ድማ ኣዛዚ ፖሊስ እታ ከተማ ከምዝተቐተለ ምግላጹን ኣብ ትግራይ ሓድሽ ናይ ፖለቲካ ሓይሊ ይፍጠር ከም ዘሎ ሪፖርተር ዝተባሃለ ጋዜጣ ጸብጺቡ። ንምዃኑ ኣብ ትግራይ ዝጣየሽ ዘሎ ዝበሃል ዘሎ ሓይሊ፣ ንምዃኑ ኣብ ትግራይ ይጣየሽ ኣሎ ዝተባህለ ሓይሊ እንታይ እዩ፣ እንታይ ዓይነት ጉዳያት ከ ሒዙ ኣሎ ዝብል ዝምልከት ዝወጸ ሓበሬታን እስራኤል ሰራዊት ኣብ ቃዛ ኣብ ተወሳኺ ቦታታት ክቆጻጸር ትእዛዝ ሂባ ዘላ ኮይና፣ እስራኤል ኣብ ቃዛ ብነፈርቲ ተካይዶ ዘላ ድብዳ ብተወሳኺ ብእግረኛ ሰራዊት ኣዝዮም ብዙሓት ወራራት ኣብ ቃዛ ተካይድ ከም ዘላን ዝብሉን ካልኦትን ኣለውና። ክስካብ መወዳእታ ሓቢርኩና ብምጽናሕ። ነዛ ቻናል ሳብስክራይብ ላይክ ሸር ብምግባር ክትጅምርዎ ብክብሪ ንዕድመኩም እስራኤል ኣብ ቃዛ ላዕለዋይ በዓል ስልጣን ሓማስ ቀቲላ። እስራኤል ኣብ ደቡባዊ ከተማ ቃዛ ኪን ዮሲን ብዘካየደቶ መጥቃዕቲ ኣየር ላዕለዋይ ፖለቲካ መራሒ ሓማስ ሳላሕ ኣልባር ዳዊድ ከም ዝቐተለት ሓደ በዓል ስልጣን ሓማስ ሎሚ ንቢቢሲ ሓቢሩ። ነበርቲ እቲ ከባቢ እቲ መጥቃዕቲ ኣየር ፖለቲካዊ ቤት ጽሕፈት ናይቲ ጉጅለ ዝዀነ ባርዳዌልን ምስ በዓልቲ ሕይወቲ ከም ዝተቐተለ ይዛረቡ። ሰበ ስልጣን እስራኤል ዛጊድ ርእይቶ ኣይሃቡሉን። ሰራዊት እስራኤል ብሰሉስ ኣብ ልዕሊ ቓዛ ዳግማይ መጥቃዕቲ ዝጀመረ እቲ ካብ ጥሪ ዓሰርተ ትሽዓተ ኣትሒዙ ዳርጋ ንኽልተ ኣዋርሕ ህድኣት ፈጢሩ ዝጸንሐ ስምምዕ ምቍራጽ ተዅሲ ብሓማስ ከም ዘብቅዐ ብምውቃሱ እዩ። ሓማስ ንኽስታት እስራኤል ዘይቕበሎ ኰይኑ እኳ ደኣ ንሱ ብወገኑ እስራኤል ነቲ ብቐጠር፣ ግብጽን ኤሜሪካን መንጎኝነት ዝተበጽሐን ዝተኸተመን ስምምዕ ምቍራጽ ተዅሲ ብምጥሓሳ ከሲሱ። ሓደ በዓል ስልጣን ናይቲ ብሓማስ ዝመሓደር ሚኒስትር ጥዕና፣ ኣብ ዝሓለፈ ዕስራን ኣርባዕተን ሰዓታት ኣብ ዝተፈላለዩ ከባብታት ወሽመጥ ቃዛ ሰላሳን ክልተን ፍልስጤማውያን ከምዝተቐተሉ ሓቢሩ። ባርዳዌል ምስ በዓል ቤቱ ኮይኑ ኣብ ጸሎት እንከሎ ብሚሳኤል እስራኤል ኣብ ልዕሊኦም ከምዝዓለወ ሮይተርስ ሓቢሩ። እዚ ከምዚሉ እንከሎ ወርሒ ሕዳር ተኹሲ ደው ካብ ዝብል ንደሓር እስራኤል ኣብ ልዕሊ ሊባኖስ ፈላማይ ተደጋጋሚ መጥቃዕቲ ተካይድ ኣላ። እዚ መጥቃዕቲ ካብ ሊባኖስ ናብ እስራኤል ሓያሎ ሮኬታት ምትኳሱ ስዒቡ ዝተፈጸመ ከምዝኾነ ጸብጻባት ይሕብሩ። ሚኒስተር ጥዕና ሊባኖስ ከምዝበሎ፣ ነቲ ዝተፈጸመ ሓድሽ መጥቃዕቲ ኣየር ስዒቡ፣ ሓደ ህጻን ዝርከቦ ሸውዓተ ሰባት ክመቱ እንከለዉ፣ ኣርብዓ ድማ ቆሲሎም። ወሃቢ ሓይሊ እስራኤል ብዓሰርተታት ዝቑጸሩ ተወንጨፍቲ ሮኬል ማእከል መእዘዚ ሂዝቦላህን ከምዝሃረመ ገሊጹ። ህዝቦላህ ካብቶም ብኢራን ዝድገፉ ዕጡቓት ጉጅለታት ሓደ ኮይኑ፣ እስራኤል ኣብ ልዕሊ ቓዛ ወራር ምክያዳ ስዒቡ ናብቲ ጎንጺ ተጸንቢሩ ምንዋሩ ዝዝከር እዩ። እዚ ድማ እስራኤል ኣብ ደቡባዊ ሊባኖስ ከተዋፍር ዝደረኸ ኮይኑ፣ እቲ ኲናት ዘዋዊ ገይርዎ ነይሩ። ኣብ ሊባኖስ ሓያሎ ዕጡቓት። ጉጅለታት ዝንቀሳቐሱ ኮይኖም፣ እቲ ኣቐዲሙ ኣብ ልዕሊ እስራኤል ዝተፈጸመ መጥቃዕቲ ዛጊድ ሓላፍነት ዝወሰደ ኣካል የለን። ትማሊ ቀዳም ኣብ ሊባኖስ ዝተፈጸመ መጥቃዕቲ ሮኬት እስራኤል ኣብ ቀጥታ ኣንጻር መሓዛ ሕዝቦላ ዝኾነ ሓማስ መጥቃዕቲ ድሕሪ ምሕያላ ድሕሪ ሒደት መዓልታት እዩ ተጀሚሩ። ወታደራዊ ሓይሊ እስራኤል ኣብ ሰሜናዊ እስራኤል ከተማ ሙቱላ ሰለስተ ሮኬታት ከምዝፈሸለን ዝኾነ ጉድኣት ከምዘየብጽሐን ገሊጹ። ሕዝቦላ ግን ነቲ መጥቃዕቲ ከምዘይፈጸመን ነቲ ስምምዕ ተኹሲ ደው ምባል ከምዘኽብርን ገሊጹ። ሰራዊት ሊባኖስ ኣብ ደቡብ ሰለስተ ተወንጨፍቲ ሮኬት ከም ዘዕነዉ፣ ሚኒስተር ምክልኻል እታ ሃገር ድማ ብዛዕባ እቲ መጥቃዕቲ ምርመራ ከም ዝጀመረ ገሊጹ። እዚ ምዕባለታት ብኣሜሪካን ፈረንሳን ዝተጀመረ ዕርቂ ኣብ መንጎ እስራኤልን ህዝቦላን ንልዕሊ ዓመት ግጭት ተቋሪጹ ምጽንሑ እዩ ዝመጽእ ዘሎ። ብመሰረት እቲ ሽምግልና፣ ሰራዊት ሊባኖስ ዕጡቓት ጉጅለታት እስራኤል ከየጥቅዑ ንምክልኻል ብኣሽሓት ዝቑጸሩ ተወሳኺ ወታደራት ናብ ደቡብ ክፋል እታ ሃገር ከዋፍር ዝብል ይርከቦ ነይሩ። ህዝቦላ ድማ ካብቲ ከባቢ ጥዋቱን ሰራዊቱን ክስሕብ፣ ሰራዊት እስራኤል ድማ ካብቲ እስራኤል ዝሓዝዎም ከባብታት ክወጹ ይእዝዝ። እንተኾነ ብኽልቲኡ ትጽቢታት መሰረት ስምምዕ ኣይተፈጸመን ጸኒሑ። ሕዝቦላህ ካብቲ ከባቢ ምሉእ ኣይወጸን። እስራኤል ድማ ውሕስነት ናይቲ ኣብ ጥቓ ደቡብ ዝርከብ ህዝቢ ብምምኽናይ ኣስታት ሓሙሽተ ግዝኣታት ተቖጻጺራ ጸኒሓ። እስራኤል ዳርጋ መዓልታዊ ልዕሊ ሕዝቦላህ መጥቃዕቲ ኣየር ብምክያድ ነቲ ጉጅለ ዳግማይ ከይትስእ መጥቃዕቲ ክትቅጽል ምዃና ኣምልኪታ ኣላ። ሰራዊት ሊባኖስ ኣብ ሰፊሕ ህላወ ሕዝቦላህ ዝርከበሉ ደቡባዊ ከባብታት ክትቆጻጸር ኣብ ዝፈተነትሉ እዋን እዩ እቲ ናይ ቀዳም መጥቃዕቲ ተፈጺሙ ዘሎ። ኣብ ወርሒ ጥሪ ናብ ስልጣን ዝመጸ ፕረዚደንት ሊባኖስ ዮሴፍ ዓውን፣ ኣብታ ሃገር ኣጽዋር ክውንን ዝኽእል ዕጡቕ ሓይሊ መንግስቲ ጥራይ ከምዝኾነ ዝገለጸ ኮይኑ፣ እቲ ርእይቶ ንህዝቦላህ ዝምልከት እዩ ነይሩ። ብቐዳም ንሊባኖስ ናብ ካሊእ ዙርያ ኹናት ንምጉታት ዝግበር ፈተነታት ክብል እውን ነቲ ምዕባለታት ኮኒንዎ። ኣብ ሊባኖስ ዝርከብ ዓቃቢ ሰላም ሕቡራት ሃገራት፣ እቲ ኩነታት ክጋደድ ከምዝኽእል ስግኣቱ ብምግላጽ፣ እስራኤልን ሊባኖስን መብጽዓተን ክሕልዋ ኣተሓሳሲቡ። ህዝቦላህ ኣብ መንጎ ሓማስን እስራኤል ዘጋጠመ ህጎጽ ስዒቡ እዩ ናብቲ ግጭት ተጎቲቱ ኣትዩ ነይሩ። ሓማስ ብሸውዓተ ጥቅምቲ ክልተ ሽሕን ዕስራን ሰለስተን ቅድሚኡ ተራእዩ ዘይፈልጥ ስግረ-ዶባዊ መጥቃዕቲ ዝፈጸመ ኮይኑ፣ ኣስታት ሽሕን ክልተ ሚእትን እንትቐትሉ ካልኦት ድማ ክልተ ሚእትን ሓምሳን ሓደን ዝኾኑ ሰለማውያን ሰባት ጅሆ ተታሒዞም ተወሲዶም። እስራኤል ነቲ መጥቃዕቲ ንምምካት ምላሽ ዝሃበት ኮይና፣ ነቲ ጉጅለ ንምጥፋእ ዝብል መመኽነይታ፣ ሰራዊት እስራኤል ናብ ቃዛ ምሉእ ወታደራዊ ወፍሪ ጀሚሩ። ካብ ሽዑ ጀሚሩ ኣብ ልዕሊ ቃዛ ኣርብዓን ትሽዓተን ሽሕን ሓሙሽተ ሚእትን ፍልስጤማውያን ከምዝተቐተሉ ይግለጽ። ከምኡ ድማ ኣብ ቃዛ ልዕሊ ኣባይትን ትሕቲ ቅርጽን ሰፊሕ ዕንወት ዘጋጠመ ኮይኑ፣ ከቢድ ምምዝባልን ጥሜትን ሕሰምን ነበርቲ ኣስዒቡ። ብኻሊእ ዜናና ድማ ሎሚ ሮይተርስ ሒዝዎ ከም ዝወጸ ዜና መሰረት ፋኖ ብ ባህርዳር ተቆጻጺሩ ከም ዘሎ ዝወጸ ዜና ዘምልክት ኮይኑ ኣብ ኣርባዕተ ቀበሌታት ከኣ ሓያል ኲናት እንዳተኻየደ ይርከብ። ባህርዳር ርእሰ ከተማ ናይ ክልል ኣምሓራ ኮይና ዕሸል መራሒ ኢትዮጵያ ኣብይ መሓመድ እውን ኣብ ዝሓለፈ ሓሙሽተ መዓልታት ኣብ ርእሰ ከተማ ክልል ኣምሓራ ዝኾነት ባህርዳር ኮይኑ ሳይክል ክዝውር ተራእዩ ነይሩ። እታ ንቀዳማይ ሚኒስተር ኣብይ መሓመድ ዘእንገደት ከተማ ባህርዳር ከኣ እንሆ ድማ ዕጡቓት ፋኖ ኣብ ከርሲ ናይታ ከተማ ብምእታው ሓያል ኲናት እንዳካየዱ ይርከቡ። ዕጡቓት ፋኖብቲ ውሽጢ ከተማ ባህርዳር ዘካየድዎ ዘለዉ ኹናት ድማ ንምክትል ሓላፊ ፖሊስ ናይታ ከተማ ከምዝቐተልዎ እውን ሓበሬታታት እናተዘርገሑ ዝርከቡ ዘለዉ ኸይኖም እዚ ኣብ ክልል ኣምሓራ ዝካየድ ዘሎ ኹናት ንስርዓት ብልፅግና ጭንቀትን ዓቕሊ ፅበትን ፈጢርሉ ይርከብ። ትማሊ ጥራሕ ካብ ኣዲስ ኣበባ ዓሰርተ ክልተ ግዜ ጉዕዞ ነፈርቲ ወታደራት ካብ ኣዲስ ኣበባ ናብ ባህርዳር ከምዝተጓዓዙ እውን ሓበሬታ ዝዝርጋሕ ዘሎ ኹይኑ እዚ ከዓ ስርዓት ብልፅግና ኣብ ክልል ኣምሓራ ተዋፊሩ ዝርከብ ሰራዊቱ ኣደዳ ሞትን መቑሰልትን ምምራኽን ምስኮነ ድማ ተወሳኺ ሰራዊት ካብ ካልኦት ክፋላት ኢትዮጵያ ናብ ክልል ኣምሓራ ከተማ ባህርዳር ኣብ ምእታው ተጸሚዱ ይርከብ። ፋኖ ብኩናት ምስ ሰራዊት ፌደራል መንግስቲ ኢትዮጵያ ካብ ዝፍልም፣ ኣብ ከተማ ባህርዳር መጥቃዕቲ ክገብር ፋላማ እዩ ዘይኮነስ፣ ኣብ ዝተፈላለዩ እዋናት ነታ ከተማ መጥቃዕቲ ይፍጽመላ ከም ዝነበረ ኣይርሳዕን። ይኹን እምበር ናብታ ከተማ ብምእታው ዝደለዮም ሰባት ብምቕንጻል ካብታ ከተማ ከንሳሓቡ እዮም ዝረኣዩ ነይሮም። እዚ ሕጂ ኣብታ ከተማ ዝካየድ ዘሎ ኩናት ክስካብ ክንደይ ክጸንሕ፣ ነታ ከተማ ተቖጻጺሩ ከ ፋኖ ከም ቀደሙ እንተድላዩ ስርሒት ሰሪሑ ድዩ ንድሕሪት ክምለስስ ንቕድሚት እዩ ክግስግስ ዝብል? ሓቢርና ንዘሎ ምዕባለታት ናባኹም ክነብሎ ኢና። ስርዓት ብልፅግና ባሕርን ኣፍደገ ባሕርን እናበለ ንርግእቲ ሃገር ክትንክፍን ንርግእቲ ሃገር ወረ ኹናትን ኩናትን ክዕድም ንዕዘባ ዘለና ኮይንና ውሽጣዊ ኩነታ ናይዛ ሃገር ግን ኣብዙይ በፂሑ ዝርከብ። ኢትዮጵያ እትደልዮ ኩናት ኣብ ውሽጢ መሬታ እናካየደቶ ድማ ትርከብ። ብኻሊእ ዜናና ድማ ፍሉይ ልኡኽ ትራምፕ ቀዳማይ ሚኒስተር ዓባይ ብርጣንያ ሰር ኬር ስታመር ኣብ ስምምዕ ተኹሲ ደው ምባል ዩክሬን ዘቕረቦ ውጥን ተቓዊሙ። ፍሉይ ልኡኽ ኣሜሪካ ቀዳማይ ሚኒስተር ዓባይ ብርጣንያ ዘበገሶ ሓሳብ ቀሊል መንገዲ ዝተኸተለ ንኣውሮፓውያን ከም ዊንስተርን ክንከውን ኣለና ዝብል ሓሳብ ከም ዘለዎም ዘርኢ እዩ ኢሉ። እቲ ፍሉይ ልኡኽ ምስ ደጋፊ ትራምፕ ዝኾነ ጋዜጠኛ ታኮር ኮረሰን ኣብ ዝገበሮ ቃለ ሕተት እዩ ነዚ ተዛሪቡ። ዊትኮፍ ኣብቲ ዘካየዶ ቃለ መሕተት ንመራሒ ሩስያ ቭላርሚር ፑቲን ንኢዱ ኣነ ንፑቲን ከም እከይ ሰበይ ይቆጽረን ኣዝዩ ድማ በሊሕ እዩ ክብል ገሊጹ። ሲቲቭ ዊትኮፍ ቅድሚ ሒደት መዓልታት ንቭላድሚር ፑቲን ብኣካል ዝረኸቦ እንትኸውን፣ ግርማ ዝዓሰለ እንተሰምዖ ብቐጥታ ዝዛረብ እዩ ክብል ገሊጽዎ። ዶናልድ ትራምፕ ኣብ ዝሓለፈ ዓመት ኣብ እዋን ጎስጓስ ፕረዚደንታዊ መረጻ ፈተነ ቅትለት እንትግበረሉ ፑቲን ከም ዝጸለየሉ ከም ዝነገሮ እውን እቲ ፍሉይ ልኡኽ ተዛሪቡ። ፑቲን ንስእሊ ዶናልድ ትራምፕ ብቕብኣ መልክዕ ብምድላው ከም ዝሃቦን ትራምፕ እውን ነቲ ውህብቶ ፍሉይ ስምዒት ከም ዝፈጠረሉ ገሊጹ። ብዛዕባ ርክብ ኤሜሪካን ሩስያን እተሓተተ ዊትኮፍ፣ ሩስያን ኤሜሪካን ብሓባር ጽቡቕ ዝሰርሓላ ዓለም ንምርኣይ ዘይብህግ መን ኣሎ ክብል ምላሽ ሂቡ። ብኻሊእ ዜናና ድማ ኣብ ክልል ትግራይ ካብ ህዝባዊ ወያነ ሓርነት ትግራይ ወፃኢ ዝተፈለየ ዓብዩ ናይ ፖለቲካ ሓይሊ ብሕብረት ሰለስተ ፓርትታት ይጣየሽ ከም ዘሎ ሪፖርተር ጋዜጣ ፀብፂቡ። ኣብ ክልል ትግራይ ኣብ መንጎ ግዝያዊ ምምሕዳርን ሓይልታት ህወሓትን ዝተፈጠረ ወጥሪ ዝቐፀለ ኮይኑ ኩነታት ክልል ትግራይ ብሓፈሻ ኣብ ወጥሪ ዝዓረገሉ ኩነታት ከም ዝርከብ ዝገለፀ ላዕለዋይ ኣመራርሓ ፓርቲ ዓረና ካብ ህወሓት ዝተፈለየ ዓብዩ ናይ ፖለቲካ ሓይሊ ኣብ ውሽጢ ትግራይ ይፍጠር ምህላዉ ከም ዘረጋገጸሉ ዝሓበረ ሪፖርተር ጋዜጣ፣ ኪዳን ተጋሩ ንብሄራዊ ድሕነት ትግራይ ብዝብል ሕብረት ብምፍጣሮም ብምልዓል እዘን ናይተን ፓርትታት ሽርክነት ይሕይል ምህላዉ ዝገለጸ ኣቦ ወንበር ዓረና፣ ኣብ ፖለቲካ ትግራይ ዓብዩ ጽልዋ የሕድሩ ምህላዎም ብምሕባር፣ ፖለቲካ ትግራይ ኣብዚ ሕጂ ሰዓት ኣብ መንጎ ጉጅለ ህወሓት ዝካየድ ጎነጽ ዝተመልእ እዩ ነይሩ ብምባል፣ ሕጂ ንሕና ምስ ካልኦት ፓርትታት ብምዃን ኣብ ዘጠያየሽናዮ ሓድሽ ሕብረት ኪዳን ግና ሓድሽን ካልእን ዝዓይነቱ ናይ ፖለቲካ መረጻ ንምፍጣር ዘኽእል እዩ ኢሎም ኣለዉ።